እግዚኣብሔር ኣምላኽ ይመስገን ኣብ ቀዳማይ መልእኽቲ ዮሃንስ ምዕራፍ ክልተ ኣብ ቁጽሪ ዓሰርተው ሰለስትን ዓሰርተው ክልተ ክሳዕ ዓሰርተው ኣርባዕተ ዘሎ ኢና ኣብ ዝሓለፈ ግዜ ጀሚርናዮ ሕጂ ነዊሕ ግዜ ኮይኑ እዩ ክሪኦ ከለኹ እታ ናይ መወዳእታ ዝረኣናያ ኣብ ሰነ ዓሰርተ ሸውዓተ እያ ነይራ ስለዚ ሎሚ ሓምለ ዓሰርተ ሓሙሽተ እዩ ዳርጋ ንወርሒ ቀሪቡ ማለት እዩ ስለዚ ምናልባሽ እቲ ዝሓለፈ ግዜ ዝበልናዮት ገሊኡ ረሲዕናዮ ክንከውን ይከኣል እዩ። ካብታ ኣብ ፍርቂ ናይ ቁፅሪ ዓሰርተው ሰለስተ ዘብፃሕና ኣባ ኢና ክንብገስ ግን እቲ ሓሳብ ምእንቲ ክተሓሓዘልና ንቁፅሪ ዓሰርተው ክልተ ክሳዕ ዓሰርተው ኣርባዕተ ዘሎ ከንብቦ እየ ከምዚ ይብል ኣቱም ኣቦታት ነቲ ካብ መጀመርታ ዝነበረ ፈሊጥኩምዎ ኢኹም እሞ እፅሕፈልኩም ኣለኹ ኣቱም ኣጉባዝ ነቲ እኩይ ስዒርኩምዎ ኢኹም እሞ እጽሕፈልኩም ኣለኹ ኣቱም ቆልዑ ነቦ ስለ ዝፈለጥኩምዎ ጽሒፈልኩም ኣለኹ ኣቱም ኣቦታት ነቲ ካብ መጀመርታ ዝነበረ ፈሊጥኩምዎ ኢኹም እሞ ጽሒፈልኩም ኣለኹ ኣቱም ኣጉባዝ ብርቱዓት ስለ ዝኾንኩምን ቃል ኣምላኽ ኣባኻትኩም ይነብር ስለ ዘሎን ነቲ እኩይ እውን ስዒርኩምዎ ኢኹም እሞ ጽሒፈልኩም ኣለኹ ይብል። ካብታ ዘቑምናያ ሓሳብ ልክዕ ካብኣ ሒዝናያ ክንከይድ ኢና። ሕራይ ኣቱም ቆልዑ ነቦ ስለ ዝፈለጥኩም ወፅሒፈልኩም ኣለኹ ትብል ልክዕ ኣብኣ ኢና ኣጠጠው ኣቢልናያ ካብኣ ኢና ሒዝናያ ክንከይድ ሕጂ ሃዋርያ ጳውሎ ሃዋርያ ዮሃንስ ኣብዚ ሓረግ እዚ ነቶም ብመንፈሳዊ ደረጃ ዕብየቶም ቆልዑ እዩ ዝዛረቦም ዘሎ ነቶም ቆልዑ ድማ ነቲ መለለይ ባህሪ መንፈሳዊ ቆልዕነቶም እዩ ነጊርዎም እቲ መለለይኦም ከዓ ቅድም ቀዳድም በቲ ቆልዑ ዝብል ቃል ዘስምዑ ሓሳብ ተገሊጹ ኣሎ ኣብ ርእሲኡ ንሳቶም ንእግዚኣብሔር ኣቦ ዝፈለጥዎ ብምዃኖም ዝፍለጥ መለለዩ እዩ። ስለዚ ውሉድ ኣምላኽ እዮም፣ እግዚኣብሔር ኣቦኦም እዩ፣ ንሳቶም ከኣ ውሉዱ እዮም፣ በዚ እዮም ዝፍለጡ። ነቲ ሃዋርያ ዮሃንስ ኣብዚ ሓረግ እዚ ገሊጽዎ ዘሎ መለለዩ መንፈሳዊ ቁልዕነት ቀሪብና፣ እናተገንዘብና ከነስተውዕሎ ምእንቲ ክሕግዘና ድማ ኣብ ክልተ ኸፊልና ክንሪኦ ኢና። ብመጀመርታ ኣቱም ቆልዑ ጽሒፈልኩም ኣለኹ ዝብል እቲ ጽሒፈልኩም ኣለኹ ዝብል ደጋጊምና ስለ ዝረኣናዮ ሕልፍ ኢሎ እየ ክኸይድ እየ። ግን ነታ ኣቱም ቆልዑ ትብል ዘላ ንርኣያ። ፔድያ ዝበሃል ቃል እዩ እዚ እቲ ቃል ሕቲ መጸውዒ ወይ ከኣ ቮኬቲቭ ኬዝ እዩ ዘሎ፣ ብዝሒ ቁጽሪ ኣጓጉላይ ጾታ እዩ፣ እቲ ፐይዲዮን ዝበሃል ቃል እዩ፣ እዚ ስም እዚ ከኣ ወትሩ ነቲ ቆልዓ ዝብል ትርጉም ሓዚሉ ዝወፍር ስም እዩ። ምናልባሽ እቲ ግዜ ስለ ዝነውሐ እንተ ዘይረሲዕኩምዎ ካብ ቁጽሪ ዓሰርተው ክልተ ኣትሒዝና ክንርእዮ ከሎና እታ ኣብ መጀመርታ ዘላታ ቃል ኣቱም ደቀየ ተተርጎመት ክንሪኣ ከለና ብሓፈሻ ንውሉድ ከም ትገልጽ ጌርና እንተ ወሲድናዮ ብድሕሪኡ ክልተ ግዜ ወይ ከዓ ብክልተ ዙር ነቶም ሰለስተ ቆልዑ ኣቦታት ኣጉባዝ እናበለ እዩ ደጋጊሙ ዝዛረቦም ዘሎ። ስለዚ ሕጂ ኣብቲ ዝሓለፈ እውን ዝረኣናዮ ነቶም ብመንፈሳዊ ደረጃ ዕብየቶም ቆልዑ ዝኾኑ እዩ ዝዛረቦም ዘሎ። እዚ ቃል እዚ ኣብ ሓደሽ ኪዳን ኣስታት ሓምሳን ሓደን ግዜ ኣሎ። ስለዚ ንኦም ይፅሕፈሎም ከም ዘሎ ነጊሩና ኣሎ። ንምንታይ ከም ዝፀሓፈሎም ክነግረና ከሎ ከዓ ነቦ ስለ ዝፈለጥኩምዎም ኢልዎም ስለዚ እታ ስለ ተተርጒማ ዘላ ሃቲ ትብል ቃል እያ ማለት ንሱ ድማ ንሱ ከዓ ንሱ እውን ምክንያቱ ከመይሲ እሞ ዘስምዕ ወይ ከዓ ስለ እውን ዘስምዕ ትርጉም ዝህብ መስተጻምራ እዩ መግለጺ እቲ ብቅድሚኡ እተባህለ ነገር ስዒቡ ቀሪቡ ከም ዘሎ እናሓበረ ኽጠምር ዝወፍር መስተጻምራይ ድማ እዩ። ብኻልእ ኣዝራርባ ሃዋርያ ዮሃንስ እቲ ዝጽሕፈሎም ዘሎ እንታይ ምዃኑ ቀጺሉ ይገልጸሎም ከም ዘሎን ንሓበረ ሓሳብ ኽጠምረሉ እዩ ኣውፊርዎ ዘሎ። እቲ ነቦ ዝትብል ቃል ኣብ ላቶን ፓቴራ ዝበሃል ቃል እዩ። እቲ ፓቴር ዝብል ቅድም ኣስፊሕና ተዛሪብናሉ ስለ ዝኾንና ሕጂ ኣብዚ ኣይክደግሞን እየ። ኣብቲ ምዕራፍ ሓደ ኣብ ቁጽሪ ክልተ ኣብ ቁጽሪ ሰለስተን ነዊሕ ግዜ ወሲድና ሽዑ ርኢናዮ ኢና ምስ ስላሴ ኣተሓሒዝካ እውን ዝረኣይ ነገር ኣብ ጽሑፋት ሃዋርያ ዮሃንስ ክንደይ ግዜ ተዘውቲሩ ከም ዘሎ እሞ ኣብቲ ንኸነጽንዕ ክንብገስ ከለና ብዛዕባ ትምህርቲ ስላሴ ኣዝዩ ተደላዩ እውን ምዃኑ ሽዕኡ ጥቕስ ኣቢለዮ ኣለኹ ስለዚ ሕጂ ንዕኡ ኣይክደግሞን እየ ብዘይካ ኣብዞም ዓሚምናዮም ዘለና ክልተ ውፍረታቱ ከኣ ማለት ኣብ ኣብዛ ምዕራፍ ክልተ ቁጽሪ ዓሰርተው ሰለስተን ቁጽሪ ዓሰርተው ኣርባዕተን ኣቱም ኣቦታት ኢልዎም ዘሎ ክልተ ግዜ ኣብቶም ዝተረፉ ዓሰርተው ሓደ ውፍረታቱ ነቲ እግዚኣብሔር ኣቦ ምስ እግዚኣብሔር ወዲ ዘለዎ ርክባዊ ዝምድና ነቦነት ክገልጽ ኢተዘውቲሩ ዘሎ ስለዚ ኣብዚ ስፍራ እዚ እውን ንእግዚኣብሔር ኣቦ ክጠቅስ እዩ ወፊሩ ዘሎ ስለዚ እቲ ዝፈለጥኩምዎ ተተርጒሙ ዘሎ ቃል እቲ ሰዋስው ንርኣዮ ኢና ፍጹም ክቱት እዋን ወይ ከኣ ፐርፌክት ተንስ እዩ ዘሎ። ገቢራዊ ዓምድ ኣመልካቲ ዓንቀጽ እቲ ግነስክኦ ዝበሃል ግሲ እዩ። እዚ ግሲ እዚ ከኣ ፍልጠት ምፍላጥ ብተመክሮ ፍልጠት ምፍላጥ ብዓሚቑን ዝቐረበን ርክብ ምፍላጥ ዘስምዕ ትርጉም ዝህብ ግሲ እዩ። በዚ መዛርዕኡ እዝን ነዚ ትርጉም እዚ ሓዚሉን ድማ ኣብ ሓድሽ ኪዳን ኣስታተ ክልተ ሚእትን ዕስራን ግዜ ኣቢሉ ወፊሩ ኣሎ። ሃዋርያ ዮሃንስ ድማ ኣብዛ መልእኽቱ እዚኣ ጥራይ ዕስራን ኣርባዕተን ግዜ ኣውፊርዎ ኣሎ። ስለዚ ካብቶም ማእከል ትሕዝቶ ናይዛ መልእኽቲ እዚኣ ሒዞም ዘለዉ ቃላት ሓደ እዩ ማለት እዩ። ነዛ መልእኽቲ እዚኣ ብትኽክል ከነስተውዕላ እንተደኣ ኮይና ካብቶም ተጠንቂቕና ከነቕልበሎም ከንርድኦ እውን ዘሎና ቃል ከዓ እዩ። ክቕለበሉ ኣዝዩ ተደላዪ እዩ። በቲ ተመክሮኣዊ ፍልጠት ወይ ዓሚቕ ፍልጠት፣ ዝቐረበ ፍልጠት፣ ዝጠበቐ ፍልጠት ዘስምዕ ትርጉም ዝህብ ኖሲስ ወይ ግኖሲስ ዝበሃል መዛርዕ ስም ድማ ኣብ ሓዱሽ ኪዳን ዕስራን ሸውዓተን ግዜ ወፊሩ ረኺብናዮ ኣሎና። ነቲ ብተመክሮ ዝኽዕበትን ኣብ ህይወት ዝተርፍ ለውጢ ዝሓድግን ፍልጠት ክርስትና ዝገልጽ ትርጉም ሓዚሉ ድማ እዩ ተዘውቲሩ ዘሎ። እቶም ጥቕስታት ኣብኡ ኣንቢረዮም ዘለኹ ርኣይዎም ኢኹመ፣ ኣብ ወንጌለ ዮሃንስ ምዕራፍ ዓሰርተ ቁጽሪ ዓሰርተው ኣርባዕተ፣ ምዕራፍ ዓሰርተው ሸውዓተ ቁጽሪ ሰለስተ፣ ኣብ ካልኣይ ቀረንቶስ ምዕራፍ ኣርባዕተ ቁጽሪ ሽዱሽተ፣ ኣብ ኤፈሶን ምዕራፍ ሓደ ቁጽሪ ዓሰርተው ሸውዓተ፣ ኣብ ቀዳማይ መልእኽቲ ዮሃንስ ምዕራፍ ሓሙሽተ ቁጽሪ ዕስራ። ኣብዚኣቶም ኩላቶም እቲ ፍልጠትሲ ናይቲ ዝፈለጥካዮ ፍልጠት ኣብ ህይወትካ ዝተርፍ ለውጢ ዝሓድግ ዝብል ሓሳብ እዩ ዘለዎ ኣብ ኣእምሮ ዝኽዕበት ወይ ዝተሓዝ ሓበሬታ ማለት ጥራይ ኣይኮነን በቲ ካብ እብራይስጢ ንግሪኽ እተተርጎመ ዝሕልፍ ኢለ እየ ክኸይደ ደጋጊምና ርኢናዮ ኣለና እቲ ያዳዕ ዝብል ቃል እዩ እዚ ስለዚ ነቲ ሓሳቡ ክንርድኦ ኣብቲ ዝሓለፈ ግዜ ስለ ደጋጊመ ስለ ዝበልክዎ ሕጂ ሕልፍ ኢለ እዮ ክኸይድ እየ ነዚ እቲ ግሲ ብመልክዕ ካልኣይ ኣካል ብዙሕ ቁፅሪ ወፊሩ ምህላው ድማ እቶም ተቐበልቲ እዛ መልእኽቲ እዚኣ ንእግዚኣብሔር ኣቦ ብተመኩሮኣዊ ፍልጠት ዝፈለጥዎ እቶም ቆልዑት ምዃኖም እቲ ሰዋስው ይነግር ኣሎ። እቲ ግሲ ብመልክዕ ፍጹም ክቱት እዋን ወፊሩ ምህላው ወይ ከኣ perfect tense ወፊሩ ምህላው ከኣ እቶም ቆልዑት ንእግዚኣብሔር ኣቦ ሓንሳእ ኣብ ሕሉፍ እዋን ብተመኩሮኣዊ ፍልጠት ምስ ፈለጥዎ ውጽኢት ውጽኢቱ እቲ ፍልጠቶም ጸኒዑን ቆይሙን ብቐጻሊ ይነብር ምንባሩ እቲ ሰዋስው ይነግር ኣሎ። ስለዚ እዚኣቶም ብርግጽ ብሓድሽ ልደት ካብ ኣምላኽ እተወልዱ እዮም። ንእግዚኣብሄር ብተመኩሮኣዊ ፍልጠት ዝፈልጥዎ እዮም። ደቕሉ በሉ እዚ መልእኽቲ እዚ ንኣመንቲ ኣይኮነን ኢሎም ዝዛረቡ ሰባት ከም ዘለዉ ኣብቲ መእተዊ እውን ተዘራሪብናሉ ኣለና ንኣመንቲ እዩ ብዛዕባ ሕብረት እዩ ዝዛረብ ንዝበልናዮ መመሊሱ ዘደልድሎ ኢና ኣብቲ ውሽጡ ንረኽበሉ ዘለና ማለት እዩ እቲ ግሲ ብመልክዕ ገቢራዊ ዓምድ ወፊሩ ምህላው እውን እቶም ቆልዑት ንእግዚኣብሔር ኣቦ ኣንቂዶምን ኣንቂሎምን ብተመኩሮኣዊ ፍልጠት ፈሊጦምዎ ምንባሮም እቲ ሰዋስው ይነግር ኣሎ። እቲ ግሲ ብመልክዕ ኣመልካቲ ዓንቀጽ ወፊሩ ምህላው ድማ እቶም ቆልዑት ንእግዚኣብሔር ኣቦ ፈሊጦምዎ ምንባሮም ንሃዋርያ ዮሃንስ ግሁድ ኮይኑ ዝረኣዮ ዝነበረ ኽዉን ሓቒ ምዃኑ እቲ ሰዋስው ይነግራለ ኣቕልቡሉ ኢኹመ ኣገልገልቲ ኾንኩምሲ ንኽንደየኖት ከምዚ ሃዋርያ ዮሃንስ ዝምስክረሎም ዘሎ ነቶም ተገልግልዎም ከም ዝደሓኑ እፈልጥ እየ ንኣምላኽ ብተመክሮ ከም ጠዓምዎ ፈልጥ ኢልኩም ክትምስክርሎም ንክንደይ ከም ትኽእሉ ረኣዩ ይፍለጥ ከም ዝኾነ ግን እዚ ሃዋርያ ይነግረና ኣሎ ኦፍኮርስ መንፈስ ቅዱስ ብሃዋርያ ዮሃንስ ገይሩ ከም ዝተዛረበ ንኣምን ኢና ስለዚ እቶም ቆልዑት ንእግዚኣብሔር ኣቦ ፈሊጦምዎ ስለ ዝነበሩ ንሕሉፍ ዘለኣለምነት ብተመክሮ ዝጠዓምዎ ፍልጠት ፈሊጦም ነበሩ ብብርሃን እቲ ኣብ ዝሓለፉ ጥቕስታት ገሊጹ ዘሎ ሓሳብ ክረኣይ ከሎ ከኣ ማለት ኣብ ምዕራፍ ክልተ ቁፅሪ ሰለስተ ክሳዕ ሽዱሽተ ዘሎ ንሳቶም ምስ ኣምላኽ ሓቂ ዝኾነ ተመኩሮኣዊ ሕብረት ከም ዝነበሮም እዩ ዝነግረና ዘሎ ቀጺሉ ከኣ ኣቱም ቆልዑ ነቦ ስለ ዝፈለጥኩምዎ ጽሒፈልኩም ኣለኹ እብል ኣሎ ንድሕሪት ዝመልሰኒ ዘሎ መስለኒ ኣይትሓዝሉ ኢኹመ ክቕፅል እየ ገለ ሕውስውስ ኢልኒ ኣሎ ኣይትሓዝሎ ኢኹም ደጊመ ኣብቲ ፓወርፖይንት የእትየ የለኹ ማለት እዩ ቁጽሪ ዓሰርተ ኣርባዕተ ኣቱም ኣቦታት ነቲ ኻብ መጀመርታ ዝነበረ ፈሊጥኩምዎ ኢኹም እሞ ጽሒፈልኩም ኣለኹ ኣቱም ኣጉባዝ ብርቱዓት ስለ ዝኾንኩም ቃል ኣምላኽ ኣባኻትኩም ይነብር ስለ ዘሎን ነቲ እኩይ ስዒርኩምዎ ኢኹም እሞ ጽሒፈልኩም ኣለኹ ኢልዎም ኣሎ። ቀሰይ ኢልና ክንሪኦ ከለና ነቕልበሉ ኢና። ኣብቲ ዝሓለፈ ግዜ ሓደ ካባኻትኩም ሓቲቱኒ ነይሩ። ነቲ ካብ መጀመርታ ዝነበረ ፈሊጥኩምዎ ኣለኹም ኢልዎም ኣሎ ኣብዚ። እሞ ኸኣ ነቶም ኣቦታት እዩ ዝዛረቦም ዘሎ። ነቶም ቆልዑ እውን ከምኡ ኢልዎም ኣሎ ዝብል ሕቶ ሓቲትኩም ነይርኩም። ኣብ ዝመጽእ ዘሎ ግዜ ክንዓሞ ኢና፣ ግን ንሕጂ ኢለ ሓጺር መልሲ ሽዑ ሂበ ነይረ እየ። ስለዚ ኣቱም ኣቦታት ነቲ ኻብ መጀመርታ ዝነበረ ፈሊጥኩምዎ ኢኹም እሞ ጽሒፈልኩም ኣለኹ ዝብል ሓረግ ቅድም ካብዚ ቁጽሪ ዓሰርተ ኣርባዕተ ቀሪብና ክንሪኦ ኢና። ሃዋርያ ዮሃንስ ኣብዚ ሓረግ እዚ ነቶም ብመጀመርታ መንፈሳዊ ዕብየቶም ኣቦታት እዩ ጽሒፍሎም ዘሎ። ስለዚ እዚኣቶም ብደረጃ እቲ ዕብየቶም ኣቦታት ኣብ ደረጃ ኣቦነት ዘለዉ እዮም። ብዙሕ ከይድና ኣይክንሪኦን ኢና ግን እቶም ሰለስተ ደረጃ መንፈሳዊ ዕብየት ኣብ ዝንቢርዎም ዘሎ ክቕለበሎም ኣዝዩ ተደላይ እዩ። እቲ ኣብዚ ጽሒፍዎ ዘሎ መለለይቶም ኣቦታት ድማ ንሱ ኣብቲ ዝሓለፈ ጥቕሲ ተገሊጹ ዘሎ መለለዩ ንባዕሉ እዩ ማለት እዩ፣ ቅድም እውን ተቐይስዎ ኣሎ። ንሱ ኻብ ደገሞ ግና ንሕና እውን ኣብዚ ኣሕጺርና ደጊምና ኣብ ክልተ ኸፊልና ኽንግንዘቦ ኢና። ቅድም እትም ኣቦታት ጽሒፈልኩም ኣለኹ ይብል፣ ነታ ኣቦታት ትብል ጥራሕ ክንሪኣ ኢና፣ እታ ጽሒፈልኩም ኣለና ትብል ሕልፍ ኢለያ ክኸይድ እየ። እቲ ኣቦታት ትብል ዘላ ኣብዚ ፓተረስ ትብል እያ፣ መልክዕ ብዙሕ ቁጽሪ እዩ ዘሎ ነቶም ኣቦታት እዩ ዝዛረቦም ዘሎ እቲ ፓቴር ዝበሃል ቃል እዩ ኣብዚ ግና ንእግዚኣብሄር ኣቦ ይኮነን ዝጠቕሶ ዘሎ ሓደ ቃል እዩ ምስቲ ነቦ ፈሊጥኩምዎ ኢኹም ክብል ከሎ ተጠቒሙሉ ዘሎ ግን እቲ ቅድም ዝረኣናዮ ንእግዚኣብሄር ኣቦ ክጠቅስ ከሎ ኣብዚ ግና ነቶም ብመንፈሳዊ ደረጃ ዕቤቶም ኣብ ኣቦነት ኣብ ደረጃ ኣቦነት ዝበጽሑ ኣመንቲ ክርስትያናት ክጠቅስ እዩ ተጠቒምሉ ዘሎ። እቲ ጽሒፈልኩም ኣለኹ ዝብል ደጋጊምና ስለ ዝረኣናዮ ሕልፍ ኢለዮ ክኸይድ እየ። ነቶም ኣቦታት መለለይኦም ክነግረና ከሎ ነቲ ካብ መጀመርታ ዝነበረ ፈሊጥኩምዎ ኢኹም እሞ ኢልዎም። እቲ እሞ ተተርጒሙ ዘሎ ሃቲ ዝብል ቃል ደጋጊምና ዝረኣናዮ ማለት ዘስምዕ ሓሳብ ኣለዎ ስለ ዘስምዕ ሓሳብ ኣለዎ ምክንያቱ ወይ ከዓ ንሱ ከዓ ዘስምዕ ሓሳብ ኣለዎ እቲ ዝፀሓፈሎም ስለምንታይ ከም ዝኾነ እዩ ዝነግረና ዘሎ ነቲ ኢሉና ኣሎ ተብቲ ትግርኛና ነቲ ዝተተርጎመ ቶን ዝበሃል ወሳናይ ወይ ደፈነት ኣርቲክል ኣሎና። ተባዕታይ ጾታ እዩ ዘሎ። ስለዚ ኣጓጉላይ ጾታ ኣይኮነን። ንተባዕታይ ዝኾነ ይዛረብ ከም ዘሎ እዩ ዝሕብረና ዘሎ። ስለዚ ነቲ ካብ መጀመርታ ኢሎና ኣሎ ኣፕ ዝበሃል ቃል እዩ ካብ ካብ ሓደ ምውጻእ ካብ ሓደ ወጺእካ ምክያድ ዘስምዕ ትርጉም ዝህብ መስተዋድዳይ እዩ ኣት መጀመርታ ዝነበረ ኢሉና ኣሎ ኣርኬስ ትብል ቃል እያ ወይ ከዓ ኣርኬስ ትብል ቃል እያ በቲ ናይ ዝምዕራብ ከ እናበልና ነድምፀ ኢና እምበር ኣብቶም ናይ ግሪክ ኸ ዝድመጽ ዓይነት ቃል እዩ እዚ። እቲ ኣርኬ ወይ ከኣ ኣርኼ ዝበሃል ቅድም ተዛተናሉ ስም እዩ። ስለዚ እቲ ነቲ ካብ መጀመርታ ዝነበረ ዝብል ቶን ኣፕ ኣርኬስ ዝበሃል ሓረግ ንእግዚኣብሔር ኣቦ ወይ ንየሱስ ክርስቶስ እቲ ወዲ ኣምላኽ ዝጠቅስ ሓረግ ክኸውን ይከኣል እዩ። ብመሰረት እቲ ሃዋርያ ጳውሎስ ሃዋርያ ዮሃንስ እናገላበጠ ዝጥቀመሎም። እቶም ቀዳሞት ተቐበልትን ነበብትን እዛ መልእኽቲ እዚኣ ኸኣ ንኽልቲኦም እዮታት ፈሊጦምዎም ነይሮም እዮም። ኣብዚ ዓውደ ንባብ እዚ ግና ብፍላይ ንየሱስ ክርስቶስ እቲ ወዲ ኣምላኽ ክጠቅስ ዝወፈረ እዩ ዝመስል። ንሓዞ ሕጂ እቶም ቆልዑ ንኣቦ ፈሊጦምዎ እቲ ዝፈለጥዎ ኸኣ ከም ዝደሓኑ እቲ መንፈስ ኣምላኽ ምስቲ መንፈሶም ኮይኑ ውሉድ ኣምላኽ ምዃኖም ከም ዝምስክረሎም ኣብቲ ውሽጦም ናይ ዘለኣለም ህይወት ከም ዘለዎም እቲ መንፈስ ኣብኦም ኮይኑ ኣባ ኣቦ ኢሉ ዝፅውዕ ንኣቦ ብተመክሮ ከም ዝፈልጥዎ እዩ ዝነግረና ዘሎ ኣብዚ ግና ነቲ ካብ መጀመርታ ዝነበረ ክብለና ከሎ ንየሱስ ክርስቶስ እዩ ዝጠቕሶ ዘሎ ነቲ ኣምላኽነቱን ሰብ እውን ምዃኑን ኣብዛ መልእኽቲ እዚኣ ዝተፀሓፈትሉ ግዜ ኣከራኻሪ ዝነበረ ኣብ ታሪክ ቤተ ክርስትያን ከዓ ካብቲ ቀዳማይ ክፍለ ዘመን ኣትሒዙ ክሳዕ ሽዱሽተ ሚእትን ሰማንያን ግዜ ዝወሰደ መጽናዕቲ እዩ ማለት እዩ። ብውሕዱ ንሓሙሽተ ሚእትን ገለን ዓመት ነታ ማሕበር ዝወሰደላ እዩ። እቲ ካብዚ ዮሃንስ እውን ዝጸሓፎ ኣብዚ እውን ኣብቲ ወንጌል እውን ኣብቶም ካልኦት እውን ዘሎ ስለዚ እቶም ኣቦታት መለለይኦም ክነግረና ከሎ ንመንነት ክርስቶስ ብንጹር ርድኢት ንጽረት ብዘለዎ ሓሳብ ብንጹር ቃላት ክገልጽዎ ብዝኽእሉ መገዲ ዝፈለጥዎ እዮም። ሕጂ ጥቕስ ኣቢለዮ ጥራሕ ክሓልፍ እየ። ኣብ ሳልሳይ ክፍለ ዘመን፣ ኣብ ራብዓይ ክፍለ ዘመን፣ ኣብ ሓምሻይ ክፍለ ዘመን፣ ኣብ መበል ዓሰርተ ትሽዓተ ክፍለ ዘመን፣ ኣብ መበል ዕስራ ክፍለ ዘመን፣ ኣብ መበል ዕስራን ሓደን ክፍለ ዘመን እምነት ክርስትና ብሓቲ ድዩ ክጥቃዕ ከሎ ብመንነት ክርስቶስ ኣብ መንነት ክርስቶስ እዩ ትውግእ ኩሉ ሳዕ ዝለዓል ስለዚ ሕጂ እዚ ኣብዚ ሕጂ ዘለናዮ እውን ካብቲ ዓብዪ እምነት ክርስትና ዝጥቃዓሉ ወይ ከዓ ውግእ ኣብ እምነት ክርስትና ዝእወጀሉ እቲ ቀዳማይ ደረጃ ዝጥቃዕ ግንባር እቲ ቀዳማይ ድፋዕ መንነት ክርስቶስ እዩ እቶም ኣቦታት ከዓ ኣብዚ ርዱኣት እዮም እዩ ዝብለና ዘሎ ስለዚ ኣቦታት ካብቲ ምዃናም ዘይምዃናም ዝፍለጠሉ ሓደ መገዲ ንመንነት የሱስ ክርስቶስ ብትኽክል እንፈልጦን ኣብቲ ዝድለ ግዜ ጥብቅነት ክንህብ ንኽእል ክንሕልቐሉ ንኽእል ብተፈላለየ ዓይነት መኣዝናት መጥቃዕቲ ክመፅእ ወይ ውግእ ክእወጅ ይኽእል ይንፃር መንነት ክርስቶስ ክንሕለቐሉ እንኽእል ክንጣበቐሉ እንኽእል ክንከውን ከሎና ኣብ ደረጃ ኣቦነት ምብፃሕና መለለዩ እዩ ማለት እዩ ስለዚ እቲ ፈሊጥኩምዎ ኢኹም ኢልዎ ዘሎ ኣብዚ ሕጂ ንርኣዮ ልክዕ ከምታ ናይ ቅድም ፍፁም ኩቱት እዋን እዩ ዘሎ ፐርፌክት ተንስ እዩ ዘሎ እቲ ቃል ምስቲ ቅድም ዝረኣናዮ ብዛዕባ ምስ ኣቦ ፍልልይ ኣይብሉን ሓደ እዩ እቶም ዝፍለጡ ኣካላት ግና ዝተፈላለዩ እዮም። ብዛዕባ እቶም ቆልዑት ክዛረብ ከሎ ነቦ ኢልዎም ዘሎ፣ ብዛዕባ እቶም ኣቦታት ክዛረብ ከሎ ግና ነቲ ካብ መጀመርታ ዝነበረ ኢልዎም ዘሎ። እቲ ካብ መጀመርታ ዝነበረ ማለት እንታይ ማለት እዩ ንዝብል ከዓ ኣብቲ ምዕራፍ ሓደ ቁፅሪ ሓደ ነዊሕ ግዜ ወሲድና ርኢናዮ ኣለና መጀመርታ ካብ ዘለኣለም ማለቱ ኣይኮነን ስጋ ለቢሱ ምስ መፀ መን ምዃኑ ብገፅ ምድሪ ምስ ተገልፀ ልክዕ ከምቲ ጴጥሮስ ዝበሎ ንስኻ የሱስ ክርስቶስ ወዲ ህያው ኣምላኽ ኢኻ ዝበሎ እዚ መንነቱ እዚ ሒዙ ዝመፆ ንዕኡ ብትኽክል ዝፈለጥዎ ኣቦታት ስኢት ዝነግረና ዘሎ ስለዚ ብዛዕባ እቶም ኣቦታት ክነግረና እኸሎ ብዛዕባ ምህሮ መንነት ክርስቶስ ጎበዘይ ዘብል ርድኢት ዘለዎም እዮም ናብዛ ብዛዕባ እቶም ኣጉባ ዝተዛሪብዋ ዘሎ ቅድሚ ምቕፃለይ ኣብቲ መልእኽቲ ዮሃንስ ሓንሳ እሞ ከነውፅኢና ንርኣዮ ምዕራፍ ኣብቲ ካልኣይ መልእኽቲ ዮሃንስ ሓንቲኣ እታ ምዕራፋ ቁፅሪ ትሽዓተ እቲ ጎበዝ ዘብል ብምህሮ ክርስቶስ እውን ዘይጸንዕሲ ኣምላኽ የብሉን እቲ ኣብቲ ምህሮ ዝጸንዕ ንሱ ኣቦን ወድን ኣለዎ ይብለና ጎበዝ ዘብል ኢሉና ኣሎ ስለዚ እቶም ኣቦታት ጎበዘይ ዘብል ሕልፍ ኢሉ እውን ካብቲ ልኩዕ ንላዕሊ እውን ሓሊፉ ዘይከይድ ካብቲ መስመርን ደረትን ቅዱስ ጽሑፍ እዚ እዩ ዝብሎ መንነት የሱስ ክርስቶስ ናብዝን ናብትን ዘይዘብል ብሱል ንጹር ንሓድሕዱ ዘይጋራጮ ርድኢት ምህሮ መንነት ክርስቶስ ዝሓዙ እዮም እሱ ኢለ ጥራሕ ንሕጂ ክኸይድ እየ ግን ሓደ ነገር እምት ኣቢለልኩም ክኸይድ ዝደሊ ካብቶም ዓበይቲ ውግኣት ኣብ ቅድሜና ብቐጻሊ ዝገጥሙና ንሕና ከለና ይኹን ነቶም ዝትክኡ ዘለዉ ወለዶ ከምቲ ኣብ ሳልሳይ ክፍለ ዘመን ራብዓይ ክፍለ ዘመን ሓሙሻይ ክፍለ ዘመን መበል ዓሰርተ ትሽዓተ ክፍለ ዘመን መበል ዕስራ ክፍለ ዘመን ኣብ ማሕበር ክርስቶስ ርሱን ውግእ እተኣወጆ ሕጂ እውን ኣንጻር ክርስቶስ እዩ እቲ ውግእ ዝእወጅ ንሕናቶም ከነገልግል እንጸንሕ ከኣ ነቶም ነገልግሎም ወይ ከኣ ዝትክኡና ትኽክል ሓሳብ ነትሕዞም ምህላውናን ዘይምህላውናን ዝፍለጥ ኣብዚ ምህሮ መንነት የሱስ ክርስቶስ ዘሎና ርድኢት እዩ ንሕጂ እሳ ኢለ ክኸይድ እየ ስለዚ በቐዳማይ ዝሓተትኩምኒ ኣቲ ስምካ ስለ ዘይዘከርክዎ እየ እቲ ፍልልዮም ነቶም ቆልዑት ዝፈለጥዎን ነቲ ኣቦ ነቲ ኣቦ እቶም ኣቦታት ዝፈለጥዎ ነቲ ካብ መጀመርታ ዝነበረ እዚ እዩ ማለት እዩ እዚ ኢለ ናብቲ ካልኣይ ሓረግ ክኸይድ እየ፣ ኣቱም ኣጕባዝ፣ ብርቱዓት ስለ ዝዀንኩምን ቃል ኣምላኽ ኣባኻትኩም ይነብር ስለ ዘሎን፣ ነቲ እኩይ ስዒርኩምዎ ኢኹም እሞ፣ ጽሒፈልኩም ኣለኹ ኢልዎም። ነዚኣቶም ኣብ ደረጃ ጕብዝና፣ ብመንፈሳዊ ዕብየት ኣብ ደረጃ ጕብዝና ዘለዉ እዮም። ሃዋርያ ዮሃንስ ኣብዚ ሓረግ እዚ ነቶም ኣጕባዝ እዩ ጽሒፍሎም። እቲ ኣብዚ ሓረግ ዝገሊጽዎ ዘሎ መለለዪ ባህርት ጉብዝንኦም ከኣ ኣብ ርእሲ እቲ ኣብቲ ዝሓለፈ ጥቕስ ዝገለጾም መለለዪ ማለት ኣብቲ ዝሓለፈ ዝረኣናዮ ኣብ ምዕራፍ ክልተ ቁጽሪ ዓሰርተው ሰለስተ ክልተ ተወሰኽቲ መግለጽታት ወሲኽሉ ኣሎ። እቶምም ኣብዚ ጽሒፍዎም ዘሎ ሰለስተ መግለጽታት ድማ ሓደ ሰብ ብመንፈሳዊ ህይወቱ ዓብዩ ኣብ ደረጃ ጉብዝና እንድሕሪ በጺሑ እንታይ ከም ዝመስል ብንጹር ከርእዩና ዘርእዩናን ዘፍልጡናን መለለይታት እዮም። ነቶም ኣብዚ ሓረግ ዝገሊጽዎም ዘሎ መለለይታት መንፈሳዊ ጉብዝና ቀሪብና እናተገንዘብና ከነስተውዕሎም ምእንቲ ክሕግዘና ድማ ነዚ ሓረግ እዚ ኣብ ኣርባዕተ ከፋፊልና ከነጽንዖ ኢና። ቀዳማይ፣ ኣቱም ኣጉባዝ ጽሒፈልኩም ኣለኹ ዝብል፣ እቲ ኣቱም ኣጉባዝ ዝብል ዘሎ ቃል ንርኣዮ፣ ሕቲ መጸውዒ ወይ ከኣ ቮከቲቭ ኬዝ እዩ፣ ብዙሕ ቁጽሪ። እቲ ቃል ኒያ ኒስኮስ ዝበሃል ቃል እዩ ጎበዝ መንእሰይ ዘስምዕ ትርጉም ሓዚሉ ዝወፍር እዩ ኣብቲ ዝሓለፈ ጥቕሲ ርኢናዮ ተንቲናዮም ብክልተ ቃላት ዝቆመ ነቶም ቃላት ፈላሊና ሽዑ ስለ ዝረኣናዮም ሕጂ ክንዱ ዝኣክል ግዜ ደጊመ ኣብዛ ኣይከሕልፈሉን እየ ማለት እዩ እቲ ቃል በዚ መዛርዑዝን ነዚ ትርጉም ዝሓዘሉን ድማ ኣብ ሓድሽ ኪዳን ዓሰርተ ግዜ ወፊሩ ኣሎ እቶም ሸሞንተ ግዜ ውፍረታቱ ንብስጋ ኣጉባዝ ክገልጽ እዩ። ሃዋርያ ዮሃንስ ግና ኣብቲ ቁጽሪ ዓሰርተ ወሰለስተን ሕጂ ከኣ ኣብዚ ቁጽሪ ዓሰርተ ወኣርባዕተን ብመንፈሳዊ ዕብየት ኣጉባዝ ንዝኾኑ ኣመንቲ ክገልጽ እዩ ተጠቒምሉ ዘሎ። ብዘይካ ኣብዚ ስፍራ እዚ እቶም ካልኦት ኩላቶም ከም ዝበልክዎ ንብስጋ ዓብዮም ዝበጽሑ ክገልጽ እቲ ጽሒፈልኩም ኣለኹ ዝብል ሕልፍ ኢለዮ ክኸይድ እየ ስለ ዝረኣናዮ ኣብቲ ዝሓለፈ ግዜ ሕጂ መለለይኦም ሂበና ኣሎ ብርትዓት ስለ ዝኾንኩም ኢሉና እሞ ትብል ቃል ኣላ ኣቕልቡላ ኢኹም እቲ ኣብዚ ናብ እሞ ተተርጒሙ ዘሎ ሃቲ ዝበሃል ቃሊ ማለት ንሱ ድማ ንሱ ኸኣ ንሱ እውን ምኽንያቱ ከመይሱ ዘስምዕ ትርጉም ዝህቢ መግለጺ እቲ ብቕድሚኡ እተባህለ ነገር ስዒቡ ቀሪቡ ከም ዘሎ እናሓበረ ክጸምር ዝወፍር መስተጻምራይ ከኣ እዩ ስለዚ እቲ ቀዳማይ መለለይኦም ብርቱዓት ኢልዎም ኣሎ ብርቱዓት እቶም ኣጉባዝ እንታይ እዮም ብርቱዓት እቲ ናብ ብርቱዓት ተተርጒሙ ዘሎ ኢስክሮይ ዝበሃል ቃል እዩ ሕቲ ሰማይ ኣይ እዩ ብዙሒ ቁጽሪ ተባዕታይ ጾታ ኣይ ወሳናዮት ቅጽል ወይ ከኣ ኣናርትሮሰ ኣጀክቲቭ እዩ እቲ ኢስክሮስ ዝበሃል ቅጽል እዩ ቁርብ ግዜ ክንወስደሉ ኢና ነዚ ቅጽል እዚ ግዜ ወሲድና ካብዚ ሕጂ ቅድሚ ሕጂ ክኸደ ዝፅናሕኹ በዚ መዓልቲ እዚ ማለት እየ ቁርብ ግዜ ወስድ ኣቢልና ክንሪኦ ኢና እዚ ቅፅል እዚ ድማ ዝበርትዐ ወይ ዝሓየለ ዘስምዕ ትርጉም ዝህብ ቅፅል እዩ። በዚ መዛርዑ እዝን ነዚ ትርጉሙ ዝሓዚሉን ድማ ኣብ ሓዱሽ ኪዳን ዕስራን ሸውዓተን ግዜ ወፊሩ ኣሎ። እዚ ቅፅል እዚ ከዓ ካብቲ ሕዱር ሓይሊ ኣብ ውሽጢ ዘሎ ድኩን ሓይሊ ኣብ ባህሪ ሓደ ኣካል ዘሎ ሕዱር ሓይሊ ኣብ ተፈጥሮ ሓደ ኣካል ዘሎ ሕዱር ሓይሊ ዘስምዕ ትርጉም ዝህብ ኢስኩስ ዝበሃል ስም ዝመጸ ቅጽል እዩ። እዚ ስም እዚ ኸኣ እቶም ዝወፈረሎም ጥቕስታት ኣብኡ ዘርዚረዮም ኣለኹ። እቲ ካብዚ ስም እዚ ዝመጸ ምብርታዕ፣ ምሕያል፣ ዝከኣሎ ምዃን፣ ብርቱዕ ምዃን፣ ሓያል ምዃን፣ ሓይሊ ምህላው፣ ብርታዐ ምህላው ወይ ተኽእሎ ምህላው ዘስምዕ ትርጉም ዝህብ ኢስኩኦ ዝበሃል ግሲ ድማ ኣብ ሓዱሽ ኪዳን ዕስራን ሾብዓተን ግዜ ወፊሩ ኣሎ። እቲ ግዜና ስለ ዘየፍቅደልና ነቶም ጥቕስታት እናኸድና ኣይክንርእዮምን ኢና። እቲ ፅሑፍ ምስ ሃብኩኹም ግን እቶም ጥቕስታት እናረኣኹም ነቲ ትርጉም እቲ ቃል መምስቶም ወፊሩሎም ዘሎ ውሕዘት ሓሳብ ናይቶም ዓውደ ንባባት ናይቶም ጥቕስታት እናተሓሓዝኩም ክትርእይዎ ይከኣለኩም እዩ እቲ በዚ ቃል እዚ ተገሊፁ ዘሎ ብርትዐ ግና ምስቲ ሓይሊ ዝትርጎም ዱናሚስ ዝበሃል ቃል መንፅር ንመንፅር ኣመናፂርካ ክረኣይ ከሎ እዩ ጉሁድ ኮይኑ ዝረኣየ እዚ ብርትዐ ዝትርጎም ኢስኩስ ዝበሃል ቃል ብግሁድ ብወጻኢ ዝረኣይ ብስጋ እተገልጸ ሓይሊ እዩ ዝገልጽ። እቲ ሓይሊ ዝትርጎም ዱናሚስ ዝበሃል ቃል ብመንጽሩ ግና ነቲ ውሽጣውን መንፈሳውን ወይ ኤቲካዊ ሓይሊ ዝገልጽ ኣምር ኣለዎ። እቲ ፕለይቶ እተባህለ ግሪኻዊ ፍላስፋ፣ ነቲ ኣብ መንጎ እዞመ ክልተ ቓላት እዚኣቶም ዘሎ ፍልልይ ከም ዝስዕብ ገይሩ ፈላልይዎ እንሆ፣ ዋላ እኳ እቲ ብርቱዕ ማለት ኢስኮሮዎስ፣ ሓያል ማለት ዱናቶዎስ ምዃኑ ተኣሚነ እንተ ኹንኩ፣ እቲ ሓያል ማለት እቲ ዱናተዎስ ብርቱዕ ማለት ኢስኮረዎስ ምዃኑ ግና ኣይተኣመንኩን ፍልልይ ኣሎ ብለና ኣሎ ስለዚ እቲ ብርቱዕ ተተርጒመ ብዘሎ ኢስካረዎስ ኢስኮረዎስ ተባሂሉ ዘሎ ንሱ ሓያል እዩ ኢለና ኣሎ ክብሎ ይኽእል እየ ኢለና ኣሎ ነቲ ሓያል ግና ብርቱዕ እዩ ክብሎ ኣይኽእልን እየ ይብለና ኣሎ ምክንያቱ ኣብ መንጎ ሓይሊን ማለት ዱናሚስን ብርትዐን ማለት ኤስኩን ፍልልይ ኣሎ። እቲ ሓይሊ ማለት ዱናሚስ ብኣፍልጦ ወይ ብነድሪ ወይ ብቑጥዓ እዩ ዝወሃብ። እቲ ብርትዐ ማለት ኢስኩን ብመንጽሩ ግና

ብርትዔ ማለት ብ- እ፣ ኢስኩስ ብፍቓዱ ንኻልእ ዘንቀሳቕስ ብርትዔ እዩ። ነቲ ኻልእ ድማ ብምስሓብ ወይ ብምድፋእ ወይ ብምጽዋር ወይ ብምጽቃጥ ወይ ብምጭፍላቕ እዩ ዝንቀሳቐስ። ስለዚ እቲ ብርቱዕ ማለት እቲ ሃ ኢስኮሮስ ነዞም ተጠቒሶም ዘለዉ ዅላቶም ወይ ንኽልተ ኻባታቶም ዚገብር ሓያል እዩ ኢሉ ገሊጽዎ ኣሎ። ኣሪስቶትል ዚብሃል ኣብቲ ሪቶሪክ ዚብሃል መጽሓፉ ኣብ ሓደ ኣብ ቍጽሪ ሓሙሽተ። ስለዚ እቲ ፍልልያቶም ቝሩብ ንጽር ኢሉልና ኪኸውን ተስፋ እገብር። ሃዋርያ ዮሃንስ ነቶም ብደረጃ መንፈሳዊ ዕብየቶም ኣበጉባዝ ማለት ብርቱዓት ክብሎም ከሎ ድማ ብጥዑይ ህልዋተ መንፈሳዊ ህይወት ብርቱዓት ምዃኖም እዩ ዝነግር ዘሎ። ጥዑይ መንፈሳዊ ህይወት ኣለዎም ከምዚ ኩሉ እቲ ጭዋዳታቱ ወይ እቲ ጭዋዳታት ናይቲ መሸከላቱ እተማጣጠነ ኮይኑ ብደገ ክረኣይ ከሎውን ጽንዓቱ ብርትዕኡ ግሁድ ኮይኑ ዝረኣይ እቲ መንፈሳዊ ህይወቶም ከምኡ ከም ዝኾነ እዩ ዝነግረና ዘሎ ስለዚ ንዓኣቶም ነቶም ኣጉባዝ ብርቱዓት ስለ ዝኾንኩም ኢልዎም እታ ዝኾንኩም ተተርጒማ ዘላ ኤስተ ትበሃል ቃል ካልኣይ ኣካል ብዝሒ ቁጽሪ ህልው እዋን ኣመልካቲ ዓንቀጽ እቲ ኤይሚ ዝበሃል ግሲ እዩ። ስለዚ ብርቱዓት ኢኹም እታ ስለ ብቕድሚት ስለ ዘእተዋ ማለት ስለ ዘይተርጎምዋ እዮም እምበር እቶም ኣቦታትና ብርቱዓት ኢኹም ኣቱም ኣጉባዝ ጽሕፈልኩም ኣለኹም ማለት ብርቱዓት ኢኹም

እዚ ግስ እዚ ድማ ወትሩ ነቲ እዩ ወይ ኣለኹ ዝብል ትርጉም ሓዚሉ ዝወፍር እዩ። ኣብዚ ስፍራ እዚ ግና ብመልክዕ ካልኣይ ኣካል ብዝሒ ቁጽሪ ስለ ዘሎ ኢኹም ዝብል ትርጉም ሓዚሉ እዩ ወፊሩ ዘሎ። ሃዋርያ ዮሃንስ ከኣ ነቶም ብደረጃ መንፈሳዊ ዕቤቶም ኣጉባዝ ብርቱዓት ኢኹም፣ እዩ ዝብሎም ዘሎ። ኣጉባዝ መንፈሳዊ ህይወቶም ኣብ ደረጃ ጉብዝና ዘለዉ ሰባት ብርቱዓት እዮም። ጾር ክጸሩ ይኽእሉ እዮም፣ ሓላፍነት ክወስዱ ይኽእሉ እዮም፣ ኣብ ዓውዲ ውግእ ክኣትዉ ይኽእሉ እዮም፣ ንዝጻረሮም ዘበለ ኩሉ ክገጥምሉ ይኽእሉ እዮም። ብኹሉ መኣዝናት እቲ ህይወቶም ብርቱዓት እዮም። ካብ ኣምላኽ ሓላፍነት ክወስዱ ይኽእሉ እዮም ካብ ማሕበር ሓላፍነት ክወስዱ ይኽእሉ እዮም ሓላፍነት ስድራ ቤት ክወስዱ ይኽእሉ እዮም ሓላፍነት ማሕበር ክወስዱ ይኽእሉ እዮም ንሕብረተሰብ ዝኸውን ሓላፍነት እውን ክወስዱ ይኽእሉ እዮም ንዝኾነ ይኹን ዓይነት ዝብድህ ወይ ብኩነታት ነቲ ኩነታት ብትዕግስቲ ወይ ምስ ሰባት ኣንጻሮም ንዝኾኑ ብዓቕሊ

እቲ ግሲ ብመልክዕ ህልው እዋን ወፊሩ ምህላዉ እቶም ኣጉባዝ ኩሉ ሳዕ ብቐጻሊ ጸኒዖም ብርቱዓት ምዃኖም እቲ ሰዋስው ይነግር ኣሎ። እቲ ግሲ ብመልክዕ ኣመልካቲ ዓንቀጽ ወፊሩ ምህላዉ ከኣ እቶም ኣጉባዝ ብርቱዓት ምዃኖም ንሃዋርያ ዮውሃንስ ግሁድ ኮይኑ ዝረኣዮ ዝነበረ ክዉን ሓቂ ምዃኑ እቲ ሰዋስው ይነግር ኣሎ። ስለዚ እዚ ኢልዎም ኣሎ ቀጺሉ ከኣ ቃል ኣምላኽ ኣባኻትኩም ይነብር ስለ ዘሎን ኢልዎም ኣሎ። እቶም ካልኦት መለለይታት ኣብቲ ቁጽሪ ዓሰርተው ሰለስተ ርኢናዮም ኣለና ቃል ኣምላኽ ኣባኻትኩም ይነብር ስለ ዘሎን እቲ ን ተተርጒሙ ዘሎ ይነብር ስለ ዘሎን ን ካይ ዝብል እዩ ድማ ከኣ እንተላይ እውን ዘስምዕ ትርጉም ዝህብ መስተጻምራይ እዩ። እቲ ዝርዝር ይቕጽል ከም ዘሎ እናሓበረ ክጠምር ዝወፍር መስተጻምራይ ከኣ እዩ። ማለት ዝርዝር መለለይ እቶም ኣጉባዝ ይቕጽል ከም ዘሎ እዩ ዝነግረና ዘሎ። ሃዋርያ ዮሃንስ ከኣ እቲ ዝርዝር መለለይ ባህሪ እቶም ብደረጃ መንፈሳዊ ዕብየቶም ኣጉባዝ ዝኾኑ ኣመንቲ ይቕጽል ከም ዘሎ እናሓበረ ሓሳቡ ክጠምረሉ እዩ ኣውፊርዎ። እቲ ስለ ዝብል ኣብዚ የለን ኣብቲ ቀዳማይ ሓረግ እዩ ዘሎ እቶም ኣቦታትና ደጊሞምዎ ኣለዉ ብቲ ትግርኛ ምኽንያቱ ዝተፈለየ መሲሉ ምእንቲ ከይረኣየና ነቲ ን ዝብል ኣብ ክንዲ ኣብ መወዳእታ ዝገብርዎ ድማ ኢሎም ኣብ መጀመርታ እንተዝሰርዕዎ ነቲ ስለ ዝብል ምድጋም ምናልባሽ ኣይመድለዮምን ነይሩ እቲ ቃል ተተርጊሙ ዘሎ ቃል ኣምላኽ ኣባኻትኩም ይነብር ስለ ዘሎ ኢልዎም ኣሎ ግዜ ክንወስደሉ ኢና ሀ ለጎስ ኢልዎም ኣሎ እቲ ቃል ሕቲ ሰማያይ ንጽል ቁጽሪ ተባዕታይ ጾታ ወሳናዮት ስም ወይ ከዓ ኣርቲኩላር ናውን እቲ ለጎስ ዝበሃል ቃል እዩ እዚ ስም እዚ ድማ ተዘርበ ቃል እተባህለ ቃል ዘይተባህለ ኣብ ሓሳብ ዘሎ ቃል ዘስምዕ ትርጉም ዝህብ ስም እዩ። በዚ መዛርዑ እዝን ነዚ ትርጉም እዚ ሓዚ ኢሎን ድማ ኣብ ሓድሽ ኪዳን ኣስታት ሰለስተ ሚእትን ዕስራን ሓሙሽተን ግዜ ኣቢሉ ወፊሩ ኣሎ። ሃዋርያ ዮሃንስ ከኣ ኣብዛ መልእኽቱ እዚኣ ሽዱሽተ ግዜ ኣውፊርዎ ኣሎ።

እዚ ስም እዚ ድማ ብመሰረቱ ካብቲ ምንባር፣ ምስራዕ፣ ምልዓል ወይ ምእራይ፣ ምእካብ፣ ምዝራብ ዘስምዕ ትርጉም ዝህብ ለገኦ ዝበሃል ግሲ ዝመጽእ ስም እዩ። እቲ መሰረታዊ ኦሪተ ጥንታይ ሓሳብ እዚ ግሲ እዚ ድማ ምእካብ ቃላት፣ ቃላት ብሓደ ምእካብ ወይ ንቃላት ኣመዓራሪኻ ምስራሕ፣ ቃላት ኣኪብካ ምዝራብ ዝብል እዩ እቲ ትርጉሙ። ስለዚ እቲ ቃል ተተርጒሙ ዘሎ ሎጎስ ዝበሃል ስም ግሪኽ እዚ ዝገልጾ ዘሎ መሰረታዊ ሓሳብ ምእካብ ወይ እኩብ ኣብ ኣእምሮ ዘሎ ሓሳብን እቶም ነቶም ሓሳባት ዝገልጽዎም ቃላትን ዝብል እዩ ማለት እዩ። ኣብ ኣተሓሳስባ ግሪኻውያን ድማ ምስቲ ተረት ወይ ጽውጽዋይ ዝገልጽ ቃል ተማናጺሩን ተቃሪኑን ሓቅን እሙንን ዝኾነ ነገር ዝገልጽ ቃል ከም ዝኾነ ጌርካ እዩ ዝውሰድ። ነቲ ኣብ ኣተሓሳስባ ግሪኻውያን ዝነበረ ትርጉም ድማ እቲ ፊሊፕ እተባህለ ጸሓፋይ ከም ዝስዕብ ጌሩ ገሊጽዎ እንሆ። ኣብ ኣተሓሳስባ ግሪኽ እቲ ሎጎስ ተቓራኒ እቲ ተረትን ጽውጽዋይን ዝገልጽ ሙቶስ ዝበሃል ቃል ኮይኑ ሓቅን እሙንን እዩ ዘመልክት። ንኣብነት ሶቅራጥስ ሓደ ታሪኽ ቃል ወይ ሎጎስ ሓቂ እምበር ጽውጽዋይ ወይ ሙቶስ ኣይኮነን ኢልና ታሪኽ ኣብ ገጽ ምድሪ ዝኾነ ኣብ ግዜን ኣብ ባይታን ዝኾነ ታሪኽ በቲ ሎጎስ እዩ ዝጽዋዕ የብለና ኣሎ ስለዚ እቲ ሎጎስ ዝበሃል ቃል ልዕል ዝበለ ዓይነት ኮይኑ ሓቅን ናይ ሓቂ ክውን ነገርን እዩ ዘስምዕ ብመሰረቱን ብፍሉይን ድማ ምስቲ ወንጌል ንሱ ድማ እቲ ቃል ሓቂ መለዋወጥቲ እዩ ኢሉና ኣሎ እዚ ሰብኣይ እዚ እቲ ተፃሓፈሉ እቲ መፅሓፉን እቲ ገፅ ዝርከበሉ ናብኡ ኣንቢረዮ ኣለኹ ኣብ ቅዱሳት ፅሑፋት ሓድሽ ኪዳን ድማ ቅርብ ኢልና ክንሪኦ ከለና እዚ ቃል እዚ ከምዚ ዝብል ንረክብ ኢና ማለት እዩ። ቃል መንግስቲ ተባሂሉ ኣሎ ማቴዎስ ዓሰርተ ሰለስተ ቁፅሪ ዓሰርተ ትሽዓተ ቃል ምድሓን ተባሂሉ ኣሎ ኣብ ግብረ ሃዋርያት ዓሰርተ ሰለስተ ቁፅሪ ዕስራን ሽዱሽተን ቃል ወንጌል ተባሂሉ ኣሎ ኣብ ግብረ ሃዋርያት ዓሰርተ ሓሙሽተ ቁፅሪ ሸውዓተ ቃል መስቀል ተባሂሉ ኣሎ ኣብ ቀዳማይ ቆረንቶስ ቀዳማይ ቆረ ምዕራፍ ሓደ ቁፅሪ ዓሰርተ ሸሞንተ ቃል ዕርቂ ኣብ ካልኣይ ቆረንቶስ ምዕራፍ ሓሙሽተ ቁፅሪ ዓሰርተ ትሽዓተ ቃል ህይወት ፊልጲ ምዕራፍ ክልተ ቁፅሪ ዓሰርተ ኣርባዕተ ክሳዕ ዓሰርተ ሽዱሽተ ዘሎ ቃል ሓቂ ቀዳማይ ካልኣይ ጢሞቴዎስ ምዕራፍ ክልተ ቁፅሪ ዓሰርተ ሓሙሽተ ኤፌሶን ምዕራፍ ሓደ ቁፅሪ ዓሰርተ ሰለስተ ቆሎሴ ምዕራፍ ሓደ ቁፅሪ ሓሙሽተ ያእቆብ ምዕራፍ ሓደ ቁጽሪ ዓሰርተ ሸሞንተ ክገልጽ ተዘውቲሩ ኣሎ። ኣብዚ ዓሚምና እንዛተየሉ ዘለና ጥቕሲ እዚ ድማ ነቲ ኣምላኽ ኣተንፊስዎ እተጻሕፈ ዅሉ ትሕዝቶ ቕዱሳት ጽሑፋት ነቲ ሓቅን እሙንን ዝዀነ ቓል ኣምላኽ ክጠቅስ እዩ ወፊሩ ዘሎ። እቲ ኣምላኽ ተተርጒሙ ዘሎ ግዜ ኣይክወስደሉን እየ፣ ሕቲ ጀነቲቭ ወርሻዮት እዩም ወይ ከኣ ኣብ መንቅዳ እዩ ዘሎ ሳብጀክቲቭ ጀነቲቭ እቲ ቴዎስ ዝበሃል ስም እዩ። እዚ ስም እዚ ድማ ወትሩ ነቲ ኣምላኽ ዘስምዕ ትርጉም ሓዚሉ ዝወፍር እዩ። ኣብ ሓድሽ ኪዳን ኣስታት ሽሕን ሰለስተ ሚእትን ኣርብዓን ግዜ ኣቢሉ ወፊሩ ኣሎ። ሃዋርያ ዮሃንስ ድማ ኣብዛ ቀዳመይቲ መልእኽቱ እዚኣ ጥራይ ኣስታት ስሳን ሽዱሽተን ግዜ ኣቢሉ ጠቒስዎ ወይ ኣውፊርዎ ኣሎ። ኣብዚ ስፍራ እዚ ኸኣ ንእግዚኣብሔር ኣቦ ክጠቅስ እዩ ወፊሩ ዘሎ። ሃዋርያ ዮሃንስ ድማ ነቲ ቃል ኣምላኽ ተተርጒሙ ዘሎ ሃ ለጎስተው ቴዎው ዝበሃል ሓረግ ቃል ኣምላኽ ኣምላኽ ዝዋንኡ ቃል ኣምላኽ ዝበዓል ቤቱ ቃል ቃል ዘ ኣምላኽ ካብ ኣምላኽ ዝመንጨወ ቃል ካብ ኣምላኽ ዝወፅእ ቃል ዘስምዕ ሓሳብ ክገልፅ እዩ ተጠቒምሉ ዘሎ ጥንቁቕ መፅናዕቲ ምስ ገበርና ድማ ኣብ ሓድሽ ኪዳን እቲ ቃል ኣምላኽ ዝትርጎም ሃሎጎስተውቴዎው ዝበሃል ሓረግን እቲ ቃል ጎይታ ዝትርጎም ቶን ሎጎን ቶው ኩርዮው ዝበሃል ሓረግን ኣብ ሓድሽ ኪዳን ብውሕዱ ልዕሊ ኣርብዓን ሽዱሽተን ግዜ ኣቢሉ ወፊሩ ኣሎ። ነቕልበሉ ኢና። እቶም ጥቕስታት ኣኡንቢረልኩም ኣለኹ። ንቓል ኣምላኽ ክነጽንዖ ክንጅምር ከሎና

ማርቆስ ሾብዓተ ቁጽሪ ዓሰርተው ሰለስተ፣ ወንጌለ ዮሃንስ ዓሰርተ ሰላሳን ሓሙሽተን፣ ግብረ ሃዋርያት ሾብዓተ ሰላሳን ሾሞንተን፣ ሮሜ ምዕራፍ ሰለስተ ቁጽሪ ክልተ። ብሉይ ኪዳን ቃል ኣምላኽ እዩ። እቲ የሱስ ክርስቶስ ዝሰበኾ ቃል ኣምላኽ እዩ። ሉቃስ ምዕራፍ ሓሙሽተ ቁጽሪ ሓደ። እቲ ሃዋርያት ዝሰበኽዎ ቃል ኣምላኽ እዩ። ግብሪ ሃዋርያት ምዕራፍ ኣርባዕተ ቁጽሪ ሰላሳ ክሳዕ ሰላሳን ሓደን ግብሪ ሃዋርያት ምዕራፍ ሽዱሽተ ቁጽሪ ክልተ እቲ ወንጌላዊ ፊልጶስ ዝሰበኾ እሞ ሰብ ሰማርያ እተቐበልዎ ቃል ኣምላኽ እዩ። ግብሪ ሃዋርያት ምዕራፍ ሸሞንተ ቁጽሪ ዓሰርተ ኣርባዕተ እቲ ጴጥሮስን ዮሃንስን እቶም ሃዋርያት ዝመስከርዎ ቃል ኣምላኽ እዩ። ግብሪ ሃዋርያት ምዕራፍ ሸሞንተ ቁጽሪ ዕስራን ሓሙሽተን እቲ ጴጥሮስ ምስ ሰበኾ ቀርኔሌዎስ እቲ ኣህዛብ ምስ ቤተሰቡ እተቐበልዎ ቃል ኣምላኽ እዩ። ግብሪ ሃዋርያት ምዕራፍ ዓሰርተ ሓደ ቁጽሪ ሓደ

እቲ ሉቃስ ኣብ ግብረ ሃዋርያት መጽሓፉ ትኹረት ወሲዱ ኣብ ኩሉ ከም እተዘርግሐ ኣዘንትዩዎ ዘሎ ቃል ኣምላኽ እዩ። ግብረ ሃዋርያት ሽዱሽተ ቁጽሪ ሸውዓተ፣ ግብረ ሃዋርያት ዓሰርተው ክልተ ቁጽሪ ዕስራን ኣርባዕተን፣ ግብረ ሃዋርያት ምዕራፍ ዓሰርተው ትሽዓተ ቁጽሪ ዕስራ። እቲ ሃዋርያ ዮሃንስ ዝሰበኾን ኣብ መጽሓፍ ራእይ ዝጸሓፎን ቃል ኣምላኽ እዩ። ራእይ ምዕራፍ ሓደ ቁጽሪ ክልተን ቁጽሪ ትሽዓተን እቲ ሰብ ተሰሎንቄ ሰሚዖም ኣሚኖም እተቐበልዎ እሞ ኣብቶም ዝኣመኑ ዝዓይይ ዝነበረ ቃል ኣምላኽ እዩ ቀዳማይ ተሰሎንቄ ምዕራፍ ክልተ ቁጽሪ ዓሰርተ ሰለስተ እቲ ኣብቶም ሃዋርያ ዮሃንስ ዝጸሓፈሎም ኣጉባዝ ሓዲሩ ዝነበረ እዚ ሕጂ ዘለናዮ ማለት እዩ ቃል ኣምላኽ እዩ ቀዳማይ መልእኽቲ ዮሃንስ ምዕራፍ ክልተ ቁጽሪ ዓሰርተ ኣርባዕተ እቲ ሰብ እብራውያን ሰሚዖም ዝጠዓምዎን እተመገብዎን ቃል ኣምላኽ እዩ። እብራውያን ምዕራፍ ሓሙሽተ ቁጽሪ ዓሰርተው ክልተ እብራውያን ምዕራፍ ሽዱሽተ ቁጽሪ ሓሙሽተ እቶም ኣብ ሓሙሽተ ወረዳታት ዝነበሩ ጴጥሮስ ነታ ቀዳመይቲ መልእኽቱ ዝጸሓፈሎም ብኡ ከም ብሓድሽ እተወልድሉ ቃል ኣምላኽ እዩ። ቀዳማይ ጴጥሮስ ምዕራፍ ሓደ ቁጽሪ ዕስራን ክልተን ዕስራን ሰለስተን

ጌሩ መስኪሩሉ ዘሎ ቃል ኣምላኽ እዩ። ቆሎሴ ምዕራፍ ሓደ ቁጽሪ ዕስራን ሓሙሽተን ካልኣይ ተሰሎንቄ ምዕራፍ ሰለስተ ቁጽሪ ሓደን ክልተን እቲ ሃዋርያ ጳውሎስ ኣብ ኩሉ ክበጽሕ ዝጽዕረሉን ዝጋደለሉን ዝነበረ ቃል ኣምላኽ እዩ። ካልኣይ ተሰሎንቄ ምዕራፍ ሰለስተ ቁጽሪ ሓደን ክልተን ካልኣይ ጢሞቴዎስ ምዕራፍ ክልተ ቁጽሪ ትሽዓተ

ኣብ ዘለናዮ ዘመን እውን ሰበኽቲ ነቲ ቃል ኣምላኽ እግዚኣብሔር ከምዚ ይብል ኣሎ እናበሉ ክሰብክዎ እዩ ዝግባእ። ስለዚ ሃዋርያ ጴጥሮስ በቲ እተቐበልናዮ ውህበት ጸጋ ከነገልግል ክእዝዘና ከሎ ኣብ ቀዳማይ ጴጥሮስ ምዕራፍ 4 ቁፅሪ 11 ዝነግር እንተኾነ ከም ቃል ኣምላኽ ገይሩ ይንገር ዘገልግል እንተኾነ እውን ከምቲ ኣምላኽ ዝሃቦ ሓይሊ ገይሩ የገልግል ኣምላኽ ብየሱስ ክርስቶስ ብኹሉ ምእንቲ ክኸብር ንእኡ ክብርን ስልጣንን ዘለኣለም ኣለም ይኹኖ ኣሜን ኢሉ ኣዚዙ ኣሎ። ሓላፍነት ሰበኽቲ ነቲ ቃል ኣምላኽ ከምቲ ብመጀመርታ ክወሃብ ከሎ ዝነበሮን እተኣመመ ትርጉሙን ጌሮም ክነግርዎ ጥራይ እዩ። ከመይሲ እግዚኣብሄር ንማሕበሩ ኸገልግል ጸዊዑን እዩ፣ ጸዊዑኒ እዩ ዝብል ኩሉ፣ እቲ መሰረታዊ ዕላማ ኣገልግሎቱ ቃል ኣምላኽ ክምህርን ክሰብኽን ክነግርን ምዃኑ ኸስተውዕል እዩ ዝግብኦ። እቲ ዕጥቅን ትሕዝቶን መልእኽትን ኣገልጋሊ ማሕበር ድማ ከምቲ ቅድም ተሓቢሩ ዘሎ እቲ ቃል ኣምላኽ እዩ። ስለዚ ነቲ ቃል ኣምላኽ ነዚ እዩ ሕጂ ኣባኻትኩም ይነብር ስለ ዘሎ ኢልዎም ዘሎ እቲ ኣባ ተተርጊሙ ዘሎ ኢን ዝብል ቃል ኣብኡ ኣለና ብ ክትርጎም ይኽእል እዩ ኣብ ኣብቲ ኣብ ውሽጢ ኣብ ክልል ዘስምዕ ትርጉም ዝህብ መስተዋደዳ እዩ ኣብዚ ቦታ እዚ ግና ነቲ ኣምር ጽፍሒ ዝገልጽ ትርጉሙ ሓዚሉ ኣብቲ ኣብ ኣብ ውሽጢ ኣብ ክልል ወይ ከዓ ኣብ ጽፍሒ ዘስምዕ ትርጉም ሓዚሉ እዩ ወፊሩ ዘሎ እቲ ብኣባ ኻትኩም ኻትኩም ተተርጒሙ ዘሎ ሁሚን ዝበሃል ቃል ከዓ ሕቲ ኣንፋታዮት ጽፍሒ ወይ ከዓ ዴቲቭ ሎኬቲቭ ኬዝ ካልኣይ ኣካል ብዝሒ ቁፅሪ ግላዊ ወይ እንተናዊ ክንዲ ስም እቲ ሱ ዝበሃል ክንዲ ስም እዩ። እቲ ክንዲ ስም ብመልክዕ ካልኣይ ኣካል ብዝሒ ቁጽሪ ወፊሩ ምህላው ድማ ነቶም ሃዋርያ ዮሃንስ ኣብቲ መኽፈቲ ቃል እተዛረቦም ብሓፈሻ ንዓኣቶም ይዛረቦም ከም ዘሎ ጌርና ክንወስዶ ንኽእል ኢና። ብመሰረት እዚ ዝቐረበ ዓውደ ንባብ ግና ነቶም ኣቱማጉባዝ ዝበሎም ንዓኣቶም ወኪሉ እዩ ወፊሩ ዘሎ። እቲ ክንዲ ስም ብመልክዕ ሕቲ ኣንፋታዮት ጽፍሒ ወፊሩ ምህላው ድማ ኣባኻትኩም ወይ ኣብ ውሽጥኹም ዝብል ሓሳብ ይገልጽ ምህላው እቲ ሰዋስው ይነግር ኣሎ። ስለዚ እቲ ኣባኻትኩም ተተርጒሙ ዘሎ ኢን ሁሚን ዝበሃል ሓረግ ኣባኻትኩም ወይ ኣብ ውሽጥኹም ዘስምዕ ትርጉም ዝህብ ሓረግ እዩ። እቲ ይነብር ስለ ዘሎ ተተርጒሙ ዘሎ መነይ ዝበሃል ቃል ድማ ሳልሳይ ኣካል ንጽል ቁጽሪ ቀዳማይ ኤረስት እዋን ገቢራዊ ዓምድ ኣመልካቲ ዓንቀጽ እቲ መንኦ ዝበሃል ግሲ እዩ። እዚ ግሲ እዚ ድማ ምንባር፣ ምጽናሕ፣ ምቕጻል፣ ጸኒዕካ ምንባር ዘስምዕ ትርጉም ዝህብ ግሲ እዩ። በዚ መዛርዕ እዝን ነዚ ትርጉም እዚ ሓዚልን ድማ ኣብ ሓድሽ ኪዳን ኣስታት ሚእትን ዓሰርተው ሸሞንተን ግዜ ኣቢሉ ወፊሩ ኣሎ። ካባታቶም ከኣ ኣስታት ስሳን ሽዱሽተን ወይ ስሳን ሸብዓተን ግዜ ኣቢሉ ማለት ካብ ፍርቂ ቁርብ ዝያዳ ሃዋርያ ዮሃንስ እዩ ኣብ ኩላተን ጽሑፋቱ ኣውፊርዎ። ኣብዛ መልእኽቲ እዚኣ ጥራይ ድማ ዕስራን ሰለስተን ግዜ ኣውፊርዎ ኣሎ። ኣብቲ ዝሓለፈ ምዕራፍ ክልተ ቁጽሪ ሽዱሽተ ረኺብናዮ ልክዕ ግዜ ወሲድና ርኢናዮ ኣለና። ሕጂ ክንድኡ ዝኣክል ኣብዚ ግዜ ኣይክንወስደሉን ኢና። እቲ እዚ ግሲ እዚ ኸኣ ኣብ ጽሑፋት ሃዋርያ ዮሃንስ ኣምር፣ ምህሮ፣ ወደ መዝሙርነት ዝገልጽ ፍሉይ ትርጉም ሓዚሉ እዩ ወፊሩ ዘሎ። ንዘክሮ። ሃዋርያ ዮሃንስ ኣብቲ ወንጌሉ ነቲ የሱስ ንደቀ መዛሙርቱ ዝበሎም ክገልጽ ኣብ ወንጌል ዮሃንስ ምዕራፍ 15 ኣብ ቁፅሪ ሸብዓተን ሸሞንተን ኣባይ እንተጸናዕኩም ነቕሉ በሎ ኣባይ እንተጸናዕኩም መይነተ እን ኤሞይ ቃለይ እውን ኣባኻትኩም እንተሓደረ ኢን ሁሚን መይነ ቃለይ ሬማ እታ ሬማቲ ቃለይ ኣባኻትኩም እንተሓደረ እትደልይዎ ዘበለ ትልምኑ እሞ ይኾነልኩም ብዙሕ ፍረ እንተፈሬኹም ኣቦይ በዚ ይኸብር ደቀ መዛሙርተይ እውን ክትኮኑ ኢኹም ስለዚ ብኻልኦት ቃላት ገይሩ እዩ ጠቂስዎ እምበር የሱስ ክርስቶስ እዚ የሱስ ሃዋርያ ዮሃንስ እዚ የሱስ ክርስቶስ ዝበሎ ነቶም ደቀ መዛሙርቲ በታ ተታሓዘላ ለይቲ ኣብ ህይወት እቶም ኣጉባዝ ዝበሎም ተፈጺሙ ምዃኑ እዩ ዝምስክረሎም ዘሎ። ራብዓይ ነቲ እኩይ ስዒርኩምዎ ኢኹም ኢልዎም ኣሎ። ቅልጥፍ ኢልና ነዚኣ ክንሪኣ ኢና፣ እታ ግዜና ዳርጋ ትኸይድ ኣላ። እቲ ነቲ እኩይ ተተርጒሙ ዘሎ ቶን ፖኔሮን ዝበሃል ቃል ሕቲ ጸዓዳይ ንጽል ቁጽሪ ተባዕታይ ጾታ እቲ ፔነሮስ ዝበሃል ቃል እዩ። እዚ ቅጽል እዚ ከኣ ከቢድ ጻዕሪ ወይ ከኣ ከቢድ ጸገም፣ ዘጨንቕ ጻዕሪ፣ ዓቕሊ ዘጽብብ ጻዕሪ፣ ብእንታይነት ባህሪኡ ክፉእ፣ ብእንታይነት ባህሪኡ ርኹስ፣ ብእንታይነት ባህሪኡ እኩይ፣ ወይ ከኣ ኣብ ስጋ ሕማምን ቃንዛን ዘምጽእ ክፉእ፣ ኣብ ኣኻይዳ እከይ ርኽሰት ዘምጽእ ክፉእ ኤቲካ ዘስምዕ ትርጉም ዝህብ ቅጽል እዩ። በዚ መዛርዑ እዝን ነዞም ተዘርዚሮም ዘለዉ ዝተፈላለዩ ኣምራቱ እዚኣቶም ሓሲሎን ድማ ኣብ ሓድሽ ኪዳን ኣስታት ሰብዓ ግዜ ኣቢሉ ወፊሩ ኣሎ። ኣብዚ ስፍራ እዚ ኸኣ ንድያብሎስ ክጠቅስ እዩ ወፊሩ ዘሎ። ነቕልበሉ። ኣብዚ ረኺብናዮ ኣሎና። ኣብ ምዕራፍ ሰለስተ ኣብዛ መልእኽቲ እዚኣ ቁጽሪ ዓሰርተው ክልተ ረኺብናዮ ኣሎና። ኣብ ምዕራፍ ሓሙሽተ ቁጽሪ ዓሰርተው ሸሞንተ ኣብ ቁጽሪ ዓሰርተው ትሽዓተ ኣብ ማቴዎስ ከኣ ምዕራፍ ሽዱሽተ ቁፅሪ ዓሰርተ ሰለስተ ረኺብናዮ ኣለና ሰይጣን በዚ እኩይ ተተርጒሙ ዘሎ ፔነሮስ ዝበሃል ቃል ተፀዊዑ ኣሎ በዞም ኣብዞም ዝሓበርክዎም ጥቕስታት ስዒርኩምዎ ኢኹም ዝብል ቃል ካልኣይ ኣካል ብዝሒ ቁፅሪ ፍፁም ክቱት እዋን ገቢራዊ ዓምድ ኣመልካቲ ዓንቀጽ እቲ ኒካኦ ዝበሃል ግሲ እዩ። እዚ ግሲ እዚ ድማ ምስዓር፣ ምዕዋት፣ ምሕማቕ፣ ምምላኽ ዘስምዕ ትርጉም ዝህብ ግሲ እዩ። በዚ መዛርዑ እዝን ነዚ ትርጉም እዚ ሓዚሉን ድማ ኣብ ሓድሽ ኪዳን ዕስራን ሸሞንተን ግዜ ወፊሩ ኣሎ።

ውጽኢቱ ብቐጻሊ ጸኒዖም ስዒሮምዎ ይነብሩ ምህላዎምን እቲ ሰዋስው ይነግር ኣሎ። እቲ ግሲ ብመልክዕ ገቢራዊ ዓምድ ወፊሩ ምህላው እውን እቶም ኣጉባዝ ነቲ እኩይ ኣንቂዶምን ኣንቂሎምን ግብሪ ምስዓር ጌሮም ስዒሮምዎ ምዃኖም ነቲ ሰዋስው ይነግር ኣሎ። እቲ ግሲ ብመልክዕ ኣመልካቲ ዓንቀጽ ወፊሩ ምህላው ድማ እቶም ኣጉባዝ ነቲ እኩይ ስዒሮምዎ ምዃኖም ንሃዋርያ ዮሃንስ ግሁድ ኮይኑ ዝረኣዮ ዝነበረ ክውን ሓቂ ምዃኑ እቲ ሰዋስው ይነግር ኣሎ። ኣብዚኣ ጠጠው ከብላ እየ ናብዚኣ ከነብላ ኢና ማለት እዩ። ናብቲ ሓሳብና ክኸይድ እየ ሕጂ ኣብ መደምደምታ ኣቢለ እየ ዝኸይድ ዘለኹ። ሓንሳብ ዕድል እንተ ሂብኩምኒ ኦኬ እቲ ዝነግረና ዘሎ እዚ ማለት እዩ ንሱ ከዓ እቲ ብዛዕባ ዝኾነ ይኹን ዓወት ምስዓር እኳ ዝገልጽ እንተኾነ ብመሰረት እዚ ቀረባ ዓውደ ንባብ እዚ ግና ካብ ዝኾነ ይኹን ትምህርቲ ሓሶት ብቐሊሉ ዘይውሰዱ ሰይጣን ብየማን ተመፀ ብፀጋም ተመፀ ብቕድሚኦም ተመፀ ብድሕሪኦም ትመፀ ካብቲ ሚዛኑ ዝሓለወ ርድኢት እቲ ጥዑይ ምህሮ ሰሰው ሰሰው ዘይብሉ ፅኑዓት ብምኽሪ ወይ ብተንኮል ወይ ብፍሕሶ እቲ እኩይ ብቐሊሉ ዘይውሰዱ ምዃኖም እዩ ዝነግረና ዘሎ ስለዚ እቶም ኣጉባዝ ክነግረና ከሎ ሰለስተ መለለይት ናይቶም ኣጉባዝ ኣብዛ ጥቕሲ እዚኣ ሂብና ኣሎ ብርቱዓት እዮም ቃል ኣምላኽ ኣብኦም ሓዲሩ ይነብር እዩ ነቲ እኩይ ስዒሮምዎ ብዓወት ዝነብሩ እዮም እግዚኣብሔር ኣምላኽ ይመስገን ኣብዚኣ ክትኣኽለና እያ